ናብ ዝኸበርካ ኣሜ ኣፍቃሪትካ ነበረ ስለምንታይ ነዛ ዝቃጸል ዘሎ ስምዒት ውሽጠይ ተሰኪማ ትመጸካ ዘላ ወረቐት ሓናጢጠ ክሰደልካ ወሲነ ንጹር መልሲ ኣይሃልወኒ እምበር፣ ነቲ ትሽዓተ ዓመት ምሉእ ዝተበልዐ ዕድለይ፣ ህይወተይ፣ መጻኢየይ ዘስዓቦ ሓዘን ውሽጠይ ገለ ዕረፍቲ ክትኮነኒ'ያ ኢለ ስለ ዝሓሰብኩ'የ ግን ዝኸውን። ብልክዕ'ውን ክትኮነኒ'ያ። ምኽንያቱ ወዲ እንዲኻ ኩሉ ነገር ክርድኣካ'ዩ ዝብል ርድኢት ኣለኒ። እቲ ምንታይ ንኹሉ ገበናትካ ከይፈለጥካ ዘይኮነስ ኮነ ኢልካ ዝፈጸምካዮ ሰብ ስለ ዝኾንካ ከመይ ኢሉ እሞ ዘይርድኣካ ይርድኣካ እምበር ጽቡቕ ጌርካ ከማን ክትርድኦ ኢኻ ኣሜን ሎሚ ኣብዛ ትመጸካ ዘላ ሓጻር ደብዳቤ ዝተወቕሩ ቃላተይ ዋላ ሓንቲ ሓሶት የብሎምን ዋላ ሓንቲ እውን ቀልዓለም የብሎምን ሎሚ እታ ንስኻ ከም ድላይካ እትብላን ትገብራን ዝነበርካ ኣፍቃሪትካ ነበር ዘይኮንኩስ ኣነ እየ ኣነ እወ እታ ምልእቲ ኸላ ንህይወታ ከም ድላያ ትነብራን ትውስነላን ዝነበረት ብልፅቲ ሔዋን ፍቕርኻ የዕንተይ ምስ ኣዕወረ መጻእየይ እውን ኣብቲ ልሙስ መጻኢኻ ምስ ደነነ ኣነ ዘይኮንኩስ ንስኸ እየ ነይረ ብሓቂ እየ ዝብለካ ፈጺመ ኣነ ኮይነ ዝሓለፍኩለን ሰዓታት ኣብ ውሽጢ እዘን ትሽዓተ ዓመታት ዘክሪ ወይ እውን ኣምጺእልካኒ ፈጺሙ የብለይን መልሰይ ትርእየኒ ምሽ ኔርካ ሕማቕ ምዃንካ እናፈለጥኩ ኣብ ትሕቴኻ ደኒነ ንኹሉ ተኣዚዘ ይኸይድ ነይረ ርኢኻኒ ምሽ ኣነ ከለኹ ንስኻ ክኸውን ፈቲነ ርኢኻኒ ምሽ ንኹሎም ፈተውተይን ስድራይን ኣጓኔ በይነይ ተሪፈ ኣሚ ስለምንታይ ኣነ ንዓኻ ኣፍቂረካ ስለምንታይ ኣነ ኣብ ትሕቴኻ ደኒነ ምሕረትታ ጨካን ልብኻ ብሃንቀውታ ተጸቤ መልሰለይ ምዃን ብኤን ዓቕምኻ ክትምልሰለይ ወላ እንተመለስካለይ እውን ኣእዛነይ ንኹሉ መልስኻ ክሕሰማ ክግደዳ እየን ከመይ ዘይግደዳ ትሽዓተ ዓመተይ እኮ እስከ ደሓን እንዳበልኩ ጌጋ ምኽንያት ናብ ልበይ ኣሕሊፈ እዝነይ ሎሚ ንናትካ ድምፂ ፀማም እዩ ኣፅሚምካዮ ኢኻ ንስኻ ንምምኽኔታ ፅቡቅ ጌርካ ትመልኮ ይመስለካ እምበር ኣነ እውን ነቲ መዓልታዊ ዝቀያየር ናይ ቃላትካ መስመር ፅቡቅ ጌረ ኣፅኒሐዮ እስከ ደሓን ዝብል ሕማም ስለ ዝተፃወተለይ ግን ንኹሉ ብሸለልትነተይ ዝሓልፎ ነይረ ይመስለካ ኔሩ ኩሉ ትብሎ ዝኣምኖ ይመስለካ ኔሩ ምምኽኔታኻን ተስፋይ ዘበርኾ እቲ መልሲ ኩሉ ኖ እዩ ኣይምሰልካ ኩሉ ነገሬ ገና ካብ ኣፍካ ከይወፀ ሓሶት ምዃኑ ዝፈልጦን ዝርድኦን ዝነበርኩ ንስኻ ወናኒ ናይታ ገርህ ልበይ ኮንካስ ኣብ ዝጠዓመካ ትወፅእን ትኣቱን ይመስለካ ይኸውን እምበር እታ ገርህ ልበይሲ ዝነበራ ሕማቕካ ኣኪባ ንሎሚ ሓያል ሰብ ፈጢራ ሕሉፍካ ንጸልማት ከም ተሕልፎ ጌራትካ እያ። ሎሚ ኣነ ካልእ ሰብ ምስ ኮንኩ ኣብ ማዕዶ ኮይነ ነታ ናይ ትማሊ ድኽምቲ ሄዋን ክጥምታ እንከለኹ ብሓቂ እድንግጸላ። ግደፎ እሞ እቲ ትሽዓተ ዓመት ካብ ህይወተይ ኣብ ማይ ዘእተኻዮ ዝገሃስካዮ እምነተይን ንጽህናይን እሞ ግደፎ። ነቢዐ ዘይጸግቦ ሕሉፈይ ምዃኑ ግን ኣይክሓብኣልካን እየ። ኣሚ ብስምካ ጸዊዐካ ድየ ሕማቕካኸ ነጊረልካ ድየ ፍቕሪ'የ እኮ ኢለ ስድራይ ኣቐዲመ ድየ ፈተውተይ ሰሚዐ ድየ ፍቕሪ'የ እኮ ኢለ ንስኻ ግን ነታ ብሕመቕካ ዝደኸመት ነብሰይ መሊስካ ክተዳኽማ ቁመናይ ኣፍሪስካዮ ሕልሚ ዘይብላ ንጽባሕ ዘይትሓስብ ናይ ድሌታትካ ኣገልጋሊት ክትከውን ዝደለኻያ ኣፍቃሪትካ ኣብ ገዛኻ ደርቢኻያ ከም ድላይካ ምስ ሕልምታትካ ንህይወት በይንኻ ብስስዐ ክተስተማቕራ እዩ ነይሩ ሓሳብካ እዚ ድማ ንዓይ መዓናጦይ በታቲኹ ነቲ ንልበይ ተቋጻጺሩ ዝነበረ ዕውር ፍቕርኻ ኣማህሚኑ የዕንተይ ከፊተ ከም ዝጥምታኻ ጌርካየን ኣለኻ ኣብ ሎሚ ኮይነ ነብሰይ ረኺበ ምስ ሓይለይ ክሓስብ ምስ ጀመርኩ ንስኻ ንነብሰይ ዝደኸምካ ሰብ ምዃንካ ኣረጋጊጸ ኣሜን የፍቅረካ ነይረ ሕጂ ግን ቅንጣብ ፍቕሪ እሞ ይትረፍ ክንዲ ፍረ ኣድሪ እውን ኣባኻ ክብረት የብለይን ሎሚ ልበይ ንፍቕርኻ ባዶ እዩ ባዶ በቃ ካብ ኣልካ ዘይደሊ ሓቂ እንተሎ እታ መጻኢኣ ጸልሚትካ ኣብ ገዛ ዝዓጸኻያ ነብሰይ ካብቲ ናትካ ጸላም ምስ ወጸት እታ ዝበረህት ዓለማ ንግዚኡ ጸልሚታታስ ደንበርበር እውን ኢላ ነይራያ ምክንያቱ ንዓይ ጸላም እምበር ብርሃን ኣይኮነን ዝነበረ ዘፍትወለይ ኣምላኸ ይመስገን ግን ሕጂ ኣነ ጥዒቲ ሰበ ንብርሃንን ጸልማትን እውን ፈልየ ዝፈልጥ ጥዕይቲ ፍጥረት ካባይ ክትፍለ ኣይትገብሮን እያ ዓቕሚ ዘይብላ እዛ ድኽምቲ ካበይ እሞ ሓይሊ ከተምጽኣ ዝብል እምነት እዩ ዘለወካ እምበር እቲ ሓቅስ ኣብዛ ምሸት ናባኻ ኣብ ትመጸካ ዘላ ናይ ስምዒተይ ተሰካሚት ወረቐት ክነግረካ እየ ኣነ ሕጂ ሓያል ሰብ እየ መጻኢኣ ዝሓንጸጸት ጽባሕ ተገድሳ ናይ ገዛእ ርእሳ ናጽነት ዘለዋ ሄዋኒ ዋላ ክዝክሮ ኣይድለ ምሳኻ ዝነበረኒ ሕሉፍ ይኽፋእ ይጸብቕ ምሳኻ ኣብ ዝነበርክዎ ገለ ጽቡቕካ ግን ፈጺመ ክኽሕዶን እየ ኣነ ናይ ትማሊ ፍቃሪትን ለዋህን ስለ ዝኾንኩ እዚ ኸማን ንዓይ መታን ክሕሸኒ እቶም ትማሊ ነዛ ምስኪን ገርህ ልበይ ዘዳናገርዋ ዝነበሩ ቃላትካ ኩሎም ኣብ ነብስኻ ትፍትነሉ ግዜ ሎሚ ኣኺሉ ኣሎ ሕማቅ ከም ዘለኻ ውሳኔይ ከም ዝኸበደካ ፈሊጠ ኩሉ በጺሕኒ ግን ሕጂ በቶም ኣእመንቲ ዝመስሉኻ ግን ድማ ኣንቆርቲ ናይ መመኽኔታ ቃላትካ ጌርካ ነታ ምሳኻ ዘላ ነብስኻ ኣተባብዓያ ምሳኻ ዝነበረት ሄዋን ምሳኻ የላን ነብሳ ጥራይ ዘይኮነ ልባ እውን ኣብ ርሑቕ ንስኻ ኣብ ዘይትርክቦ ተሰቒሉ እዩ መርዛም ቃላትካን ባህርያትካን ክትሰምዕ ኮነ ነቲ ኣምሰሉን ናይ መመኽኔታን ባህርያትካ ክትርኢ ፈጺሙ ዓቕሚ ዘይብላ ሄዋን እየ ኮይነ ዘለኹ። ናይ መወዳእታ ቃላተይ ክጽሕፍ ትማሊ ካባኻ ክርሕቅ ክሓስብ እንከለኹ ክምለሰካ ምዃነይ እንዳሓሰብኩ'የ ዝፍለየካ ነይረ። ኩለን ካባኻ ዝፍለየን መዓልታት እውን ብዛዕባኻ ክሓስብ እየ ዘሕልፈን ነይረ። ሎሚ ከም ትማሊ ኣይኮንኩን ናይ ጽባሕ ነብሰይ ዝስእል ሓይሊ ውሽጢ'ዩ ዘለኒ ንሓንቲ ደቂቅ ውን ትኹን ንዓኻ ክሓስብ ምሳኻ ዝነብረኒ ህይወት ክዝክር ዘሕልፎ ግዜ ኣይክህልወን እዩ ነቲ ትሽዓተ ዓመት ዘሕለፍክዎ ፍቅርና ደስ ክብሎ ኢለ ናይ መወዳእታ ቃላተይ የፍቅረካ ዝብል ቃላት ሓዊሰ ምጽሓፍኩልካ ነይረ እመነኒ ክሕስወካ ኣብ ውሽጠይ ዋላ ሓንቲ ፍቅርኻ የለን ፍጹም የብለየን ሎሚ ካብ ዝኾነ ፍቅሪ ባዶየ ኣነ ምንም ዘይብላ ባዶ ገለ ናይ ጽቡቕ ግብርኻ ዝኽሪ ዝሰነደ ልበይ ደስ ክብሎ ግን መጻኢ ህይወትካ ጸልማት ዘይኮነስ ንዓኻ ዝኸውን ብርሃን ክፈጥረልካ እየ ዝምነ ንዓይ ንሳ ስለ ዝኾነት ዓቕመይ ድሕሪ ዘን ቃላት ካብ ተፍቅራ ሔዋን ዝመጸትካ ደብዳቤ ካልእ ቃል ፈጺም ከይትጸበ ደሓንኩን